ሰላም ጥዕና ይሃበልና ፈትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና ንቻናልና ሓደሽቲ ዝኾንኩም ሳብስክራይብ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም ፈለማ ቀንዲ ቀንዲ ነጥብታት ዜና ዝዕለት ኣብ ጎጃም ደጋ ዳሞት ዘጋጠመ ዘሕዝን ፍጻመ ኲናትን ሳዕቤኑን ብዝርዝር ናባኹም ክነብል ኢና። ናይ ኢትዮጵያ ሃገራዊ ምኽክር ኮሚሽን ዝሃቦ ተወሳኺ ዘደናግር መልስን ውድብ ዓረና ትግራይን እንታይ የራኽቦም? ሎሚ ኣብ ትግራይ ዝተኻየደ ዋዕላ ህዝብን ትማሊ ኣብ ኣዲስ ኣበባ ዝተገብረ ሰልፍን እንታይ የመሳስሎም ዝብል እውን ዝርዝሩ ናባኹም ክነቕርብ ኢና። ዝኾነ ወጽዓ ዝሽከም ህዝቢ ትግራይ የለን። ካብ ጥንቲ ካብ ጓሓቱ ዘጋጥሞ ጸገማት እናተቓለሰ፣ እናሰዓረ፣ እናሰገረ ዝመጸ ህዝቢ እዩ። ዝኾነ ነገር ከጋጥሞ እንተሎ ርእሱ ኣድኒኑ እምበኣር ስእላ ትሕለፍ ዝገበረት ጌራ ክትሓልፈልና እያ ዝብል እንተይኮነ ተወዲቡ ግዜ ቁልፊ ገበሊ ግን ተወዲቡ እናተቓለሰ ዝመፀን ብዙሕ ታሪክ ዘመዝገበን ኣብ ነዊሕ ቃልሱ ናይ ባዕሉ ክብርታት ዘለዎ
ግብጺ ንወደብ ዓሰብ ንነዊሕ እዋን ጠቕሊላ ብምክራይ ንባህጊ ኢትዮጵያ ናይ ምምካን ስጉምቲ ጀሚራ ኣላ ዝብሉን ካልኦትን እዮም። ክሳብ መወዳእታ መደብና ምሳና ጸኒሕኹም ዝርዝሩ ክትከታተሉ ብኽብሪ እንዳዓደምና ሕጂ ናብ ዝርዝሩ ክንሓልፍ። ኣብ ጎጃም ደጋ ዳሞት ዘጋጠመ ዘሕዝን ፍጻመ ኲናትን ሳዕቤኑን ብዝርዝር ናባኹም ክነብል ኢና። ኣብ ክልል ኣምሓራ ዞባ ምዕራብ ጎጃም ወረዳ ደጋ ዳሞትን ከባቢኣን ኣብ መንጎ ሓይልታት ፋኖን ሰራዊት ምክልኻል ሃገር ኢትዮጵያን ዝተወልዐ ብርቱዕን መሪርን ውግእ ይቕፅል ምህላው ተገሊፁ። እዚ ንማሕበረሰብ እቲ ከባቢ ኣብ ዓብዪ ስግኣትን ጭንቀትን ዘውደቐ ኲናት ዛጊድ ብኽልቲኦም ወገናት ከቢድ ሰብኣውን ንዋታውን ዕንወት ከምዘስዓበ ምንጭታትና ካብቲ ከባቢ ሓቢሮም ኣለው። ከም ጸብጻብ ምንጭታትና፣ እቲ ኹናት ብርቱዕ ብምዃኑ ድምጺ ከበድቲ ብረት ንመላእ እቲ ዞባ እናናወጽዎ ይርከቡ። ክልቲኦም ወገናት ንድሕሪት ከይበሉ ዘካይድዎ ዘለዉ ህልኽ ዝመልኦ ውግእ ነቲ ዞባ ናብ ናይ ሓዊ ዓውዲ ቀይርዎ ኣሎ እቲ ውግእ ኣብ መንበሪ ኣባይቲ ሓረስቶትን ጥቓ ትካላት ማሕበረሰብን ብምዃኑ ድማ ንነበርቲ እቲ ከባቢ ንኸቢድ ሓደጋ ኣቃሊዕዎ ከም ዝርከብ ተገሊጹ እዚ ሕጂ ዝጋዋሕ ዘሎ ኣዝዩ ዘሕዝንን ስምዒት ዝትንክፍን ክፋል እዚ ዜና ድማ ኣብ ልዕሊ ንጹሃን ዜጋታትን ንብረትን ዝበጽሕ ዘሎ ዕንወት እዩ። ብሰንኪ'ቲ ዘየቋርጽ ናይቲ ተዅሲ ልውውጥ ብርክት ዘበሉ ሰባት ህይወቶም ከም ዝሰኣኑን ማእለያ ዘይብሎም ድማ ከቢድን ቀሊልን መጉዳእቲ ከም ዝወረደሙን ይፍለጥ። ኣዴታትን ህፃናትን ካብ መንበሪኦም ተመዛቢሎም ናብ በረኻታትን በዓትታትን ዕቑባ ይደልዩ ኣለዉ ተባሂሉ ብተወሳኺ ንኣዋርሕ ዝተለፍዐሉ ናይ ሓረስቶት ክራማት ዝራእቲ ኣባይትን ትካላትን ብሰንኪ እቲ ኹናት ይበርስን ይዓኑን ከም ዘሎ ተገሊጹ እቲ ዞባ ካብ ማሕበራዊ ኣገልግሎት መብራህትን መስመር ቴለፎንን ተቋሪፁ ኣብ ፀልማት ከምዝርከብ እውን ተገሊፁ። ኣብ ደጋ ዳሞት ዝንህር ዘሎ ድምፂ ተኹስን ናይ ግዳያት ኣውያትን ህፁፅ ፖለቲካውን ሰብኣውን ፍታሕ ዝፅውዕ እዩ ክብሉ ተንተንቲ ይዛረቡ። ንፁሃን ዜጋታት ግዳይ እዚ መሪር ኲናት ክኾኑ የብሎምን ዝብሉ ድምፅታት ካብ ዝተፈላለዩ ወገናት ይስምዑ ኣለዉ። ነዚ እናነሃረ ዝኸይድ ዘሎ ህልቂት ጠጠው ንምባልን ንንፁሃን ዜጋታት ንምድሓንን ህፁፅ ናይ ተኹሲ ደው ምባልን ሰብኣዊ ሓገዝን ከምዘድሊ ፖለቲከኛታት ይገልፁ ኣለው። ናብ ዝቕፅል ዜና እንትንሓልፍ ናይ ኢትዮጵያ ሃገራዊ ምኽክር ኮሚሽን ዝሃቦ ተወሳኺ ዘደናግር መልስን ተሳትፎ ውድብ ዓረና ትግራይን ናይ ኢትዮጵያ ሃገራዊ ምኽክር ኮሚሽን ብሓምለ ሸሞንተ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝጀመሮ ታሪኻዊ ዝበሎ ሃገራዊ ናይ ምኽክር ጉባኤ ብዝምልከት ገለ ውልቀ ሰባትን ጉጅለታትን ብማሕበራዊ መራኸብታት ምኽክር ተቋሪጹ ወይ ዕንቅፋት ገጢምዎ ዝብል ካብ ሓቂ ዝረሓቐ ናይ ሓሶት ሓበሬታ እዩ ክብል ኣተሓሳሲቡ ኣሎ። እዚ ዝተጋገየ ወረ ፍጹም ሓቂ ከም ዘይኮነን እቲ መስርሕ ብዝተሓንጸጸሉ ናይ ኣሰራርሓ መሰረት ብሰላም ይቕጽል ከም ዘሎን ኣነጺሩ ኣሎ። ኣብ ዝሓለፉ ኣርባዕተ መዓልታት ዝተኻየዱ ንጥፈታት፣ ተሳተፍቲ'ቲ ጉባኤ ዝተውሃቦም ዓብዪ ሃገራዊ ሓላፍነት ብኣግባቡ ንምውፃእ ዝሕግዞም ነንባዕሎም ናይ ምልላይ ተግባር ሓዊሱ ናይ ፍልጠትን ስነ ልቦናዊ ምድላዋትን ንኽገብሩ ባይታ ናይ ምፍጣር ስራሕ ከምዝተዓመመ ብምግላፅ፣ እዚ ምድላው'ዚ እውን ኣካል እቲ ሃገራዊ ምኽክር ጉባኤ ምዃኑ ክፍለጥ ይግባእ ኢሉ። ኣብ መወዳእታ፣ ዓወት ናይዚ ኣሰራርሓ'ዚ ብትዕግስትን ብሓባራዊ ሓላፍነትን ዝረጋገጽ ብምዃኑ፣ ኩሉ ኢትዮጵያዊ መዓልታዊ ዝህልዉ ናይ ምኽክር ክያዶታት እቲ ኮሚሽን ብዕሊ ካብ ዝህቦም መግለጽታትን ኣብቲ ቦታ ካብ ዝተረኽቡ መራኸቢ ሓፋሽ ጥራይ ብምክትታል ነቲ ከይዲ ክድግፉ እቲ ኮሚሽን ጻውዒት ኣቕሪቡ'ሎ። እቲ ኮሚሽን ዋላኳ ከምዚ እንተበለ በቶም ኣብ ናይ ትማሊ ዜናና ዝጠቐስናዮም ምኽንያታት ክሳብ ሎሚ ስሩዕ ምኽክር ከምዘይተጀመረ ዝረኸብናዮ ሓበሬታ የረድእ። እዚ ከምዚ ኢሉ እንከሎ ኣብዚ ትግራይ ዘይተሳተፈትሉ ምኽክር ንምስታፍ ድሒሮም ኣብ መበል ራብዓይ መዓልቲ ዝተሓወሱ ውድባት ትግራይ ከምዘለዉ ተገሊፁ። በዚ መሰረት ድማ ዓረና ትግራይን ስምረትን ዝተወሰኑ ኣባላተን ከምዝለኣኻ ፍልፍላትና ገሊፆም። ዓረና ትግራይ ኣብቲ መድረኽ ንኽሳተፍ ዝተገብረሉ ተደጋጋሚ ፃውዒት ኣብ መበል ራብዓይ መዓልቱ ከም ዝተፀንበረ ተገሊፁ'ሎ። ካብ መጀመርታ መዓልቲ ንምንታይ ክሳተፍ ከም ዘይከኣለ ተሓቲቱ ግና መልሲ ክህብ ኣይከኣለን ዓረና ትግራይ። ናብ ዝቕፅል ዜናና እንትንሓልፍ፣ ሎሚ ኣብ ትግራይ ዝተኻየደ ዋዕላ ህዝብን ትማሊ ኣብ ኣዲስ ኣበባ ዝተገብረ ሰልፍን እንታይ የመሳስሎም? ህወሓትን ኣቦ ወንበሩ ዶክተር ደብረፅዮን ገብረሚካኤልን ካብቶም ትግራይ ንኽትበርስን ህዝባ ንኸቢድ መከራ ንኽቃላዕን ዓብዪ እጃም ዝተፃወቱ ንህዝቢ ትግራይ ፈፂሞም ዘይምጥኑ ውዳበታትን መሪሕነትን ኣብ ቅድሚት ዝስርዑ እዮም። እዚ ውድብ እዚ ትማሊ ንትግራይ ንዕንወት ዘቃልዐ ኮይኑ ሎሚ እውን እንተኾነ ካብ ናይ ስልጣን ህርፋንን ኣንጋሕጢጥካ ናይ ምሓዝ ባህግን ወፃኢ ዝተፈልየ ርእዮተ ዓለም ይኹን ንህዝቢ ዝረብሕ ፖሊሲ የብሉን። ኣብዚ ሕዚ እዋን ጥንኩር መሓውር መንግስቲ ኣብ ዘየለሉ እዋን፣ ህዝቢ ብማእለያ ዘይብሎም ዕንቅፋታት ኣብ ዝፍተነሉ ዘሎ ግዘ፣ ብስም ዘበት ንብሄራዊ ብርሰት እንዳበልካ ዝግበር ናይ ፕሮፖጋንዳ መድረኽ ንህዝቢ ትግራይ ዘዕግብ ውፅኢት ከምፅእ ዘይኽእል ናይ ድኹማት መግለፂ ጥራሕ እዩ ክብሉ ግዱሳት ተጋሩ ይገልፁ። ስለዝኾነ ድማ ኣብ ዝተፈላለያ ከተማታት ትግራይ ብስም ህዝባዊ ዋዕላታት ዝካየድ ዘሎ ምንቅስቓስ ካብቲ ትማሊ ኣብ ኣዲስ ኣበባ ዝተገብረ ሰላማዊ ሰልፊ ተፈልዩ ዝርኣ ኣይኮነን። ክልቲኦም ሓደ መልክዕ ዘለዎም ኮይኖም ህዝቢ ካብቲ ኣትይዎ ዘሎ መዋጥር ድኽነትን ዓፀቦን ወፂኡ መሰረታዊ ሕቶታቱ ንምምላስ ሓቀኛ ሓባራዊ ውሳነን ለውጥን ከምዘድልዮ ዘነፀሩ ዘይኮነስ ብየማነ ጸጋም ዝርከቡ ሓይልታት ብሽም ህዝቢ ፖለቲካዊ ከስቢ ናይ ምርካብ ባህጊ ፖለቲከኛታት ጎሊሆም ይረኣዩ ኣለዉ። መሪሕነት ህወሓት ይኹን ብልጽግና ንመሰረታዊ ሕቶታት ህዝቢ ትግራይ ካብ ምምላስ ስልጣኖም ንምሕላው ጥራሕ ይሰርሑ ከም ዘለዉ ዘመላኽቱ ፍጻመታት እዮም። ህወሓት ንዘላቒ ሰላምን ልምዓትን ትግራይ ዘረጋግጽ ዓቕሚ ከም ዘይብሉ ዘመስከረ ድኹም መሓውር ከም ዝኾነ እውን እዞም ተንተንቲ ይገልጹ ኣለዉ። ስለዚ ህዝቢ ትግራይ ካብዚ ንብሄራዊ ውድቀት ዘቃልዐ መሪሕነት ወፂኡ ሓቀኛ ሰላምን ህዝባዊ ረብሓን ዘረጋግፀሉ ባይታታት ክፍጠሩ ከምዝግባእ እቲ ኩነታት ብግልፂ የረድእ ኣሎ። ናብ ዝቕፅል ዜና እንትንሓልፍ፣ ግብፂ ንወደብ ዓሰብ ንነዊሕ እዋን ጠቕሊላ ብምክራይ ንባህጊ ኢትዮጵያ ናይ ምምካን ስጉምቲ ሓደ ኢላ ጀሚራ ኣላ። ኣብ ዞባ ቀይሕ ባሕርን ወሰና ወሰኑን ዓበይቲ ሓይልታት ዝኾና ግብጽን ቱርክን ስትራተጂካዊ ጽልዋታትን ሓደሽቲ ምስፍሕፋሓትን ይገብራ ኣለዋ። ብፍላይ ግብጺ ምስ ኤርትራ ዘለዋ ኩለመዳያዊ ፖለቲካውን ጸጥታውን ዝምድናታታ ብዝለዓለ ደረጃ ንምስፋሕ ኣብ ካይሮ ሰፊሕ ዘተ ዘካየደት ክትከውን ከላ፣ እዚ ምንቅስቓስ'ዚ ነቲ ኢትዮጵያ ትምንዮ ዘላ ናይ ወደብ ዓሰብ ተጠቃምነት ናይ ነዊሕ እዋን ክራይ ብምውሳድ ንምልማዕን ንባህጊ ኢትዮጵያ ንምፍሻልን ዝዓለመ ስጉምቲ ተካይድ ከምዘላ ተሓቢሩ። ብተወሳኺ መንገዲ ቱርኪ እውን ኣብ ሱዳን ብቐጥታ ብምስታፍ ኣብ ጥንታዊ ወደብ ስዋኪን ሓዱሽ ተርሚናል ጋዝ ንምህናጽ ምስ ሱዳን ስምምዕ ብምፍራም ኣብቲ ዞባ ዝኾነ ይኹን ናይ ወጻኢ ሓይሊ ክሓማዙቑ እንተፈቲኑ ባእሱ ምሳኣ ምዃኑ ብምፍላጥ ወተሃደራውን ቁጠባውን ድልድል ትፈጥር ኣላ። ቱርኪ ቅድሚ ሕጂ ንሉኣላውነት ሶማልያ ብምሕላው ንመዓድናት ሶማልያ ንምቁጽጻርን ነቲ ናይ ኢትዮጵያን ሶማሊላንድን ስምምዕ ንምብርዓንን ዘርእየቶ ቆራጽነት ሕጂ'ውን ኣብ ሱዳን ትደግሞ ኣላ። እዚ ብቱርክን ግብጽን ዝምራሕ ንወደባት ፖርት ሱዳንን ስዋኪንን ዓሰብን ዘጠቓልል ስትራተጂካዊ ቀለበት ንመላእ ዞባ ቀይሕ ባሕሪ ብቐጥታ ዝቆጻጸር እዩ። እዚ ስጉምቲ እዚ ብቐጥታ ነቲ ኢትዮጵያ ናብ ባሕሪ ንምብጻሕ እተካይዶ ዘላ ናይ ይብጽሐኒ'ዩ ምንቅስቓስ መንገዲ ዝዓጹን ንስትራተጂካዊ ረብሓታት ኣብ ዓቢ ሓደጋ ዘእቱን እዩ ተባሂሉ። በዚ መሰረት ኣብ ክንዲ ብዲፕሎማሲያዊ ብስለትን ሚዛናዊ ርክባትን ብግምት ትምራሕ ዘላ ኢትዮጵያ ካብ ኩለን ጎረባብታ ሃገራት ማለት እውን ኤርትራ፣ ሱዳንን ሶማልያን ተነጺላ ትርከብ። እዚ ዞባዊ ተነጽሎ'ዚ ምስቲ ግብጽን ቱርክን ኣብ ልዕሊኣ ዝዝርግሕኦ ዘለዋ ዓንኬል ተደሚሩ ናይታ ሃገር ቁጠባዊ ዓንዲ ዝሰብር፣ ዲፕሎማሲያዊ ተሰማዕነት ዘጥፍእን ውሽጣዊ ፖለቲካዊ ቀውሲ ዘጋድድን ሓደገኛ ሃዋህው ፈጢሩ ይርከብ ክብሉ ተንተንቲ ይገልጹ ኣለዉ። ክቡራት ሰማዕትና ንሎሚ ዘዳሎናዮም ዕለታዊ ፍጻመታት ኣብዚ ንዛዝም። ኣብ ዝቕጽል ብኻልእ ርእሰ ጉዳይ ክሳብ ንራኸብ ሰላም። ግእዝ ቲቪ ልሳን ህዝቢ።